እንግዲህ ክብራት ኣሕዋቲ ተመሊስና ተራኺብና ኔና ብመጀመርያ እንሪኦም በዓል ዓሰርተ ኣርባዕተ ካራት ክኸውን በዓል ዓሰርተ ኣርባዕተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሰማንያን ሸሞንተን ነጥቢ ሳላሳን ሽዱሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብ ዓሰርተ ሰለስተ ሽሕን ትሽዓተ ሚእትን ሸውዓተን ክሽየጥ ውዒለ ኣሎ ማለት እዩ። እዚ ናይቲ ወርቂ ጥረ ገንዘብ ብቻ እዩ። ቀፂልና ንሪኦ በዓል ዓሰርተ ሓሙሽተ ካራት እዩ ክኸውን። ዓሰርተ ሓሙሽተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ተስዓን ኣርባዕተን ነጥቢ ስሳን ሸሞንተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዓሰርተ ኣርባዕተ ሽሕን ትሽዓተ ሚእትን ሓደ ቅርሽን እዩ ክሽየጥ ውዒሉ ዘሎ እዚ ናይቲ ወርቂ ጥረ ገንዘብ ብቻ እዩ። ቀጺልና ንሪኦ በዓል ዓሰርተ ሽዱሽተ ካራት እዩ ክኸውን። ዓሰርተ ሽዱሽተ ካራት ናይ ወርቂ ንጽህና እንታይ ዝኣክል እዩ እንድሕር ርኣልኩምኒ ካብ ሚእቲ ስሳ ነጥቢ ሰላሳን ሸሞንተን ፐርሰንት ናይ ወርቂ ንጽህና ዝሓዘ ኮይኑ በዓል ዓሰርተ ሽዱሽተ ካራት ብናይ ብሄራዊ ባንኪ ዝወጸ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሓደን ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዓሰርተ ሓሙሽተ ሽሕን ሸሞንተ ሚእትን እዩ ክሽየጥ ውዒሉ ዘሎ ማለት እዩ። ቀጺልና ንሪኦ በዓል ዓሰርተ ሸውዓተ ካራት ክኸውን በዓል ዓሰርተ ሸውዓተ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር

ፐርሰንት ዝሓዘ ወርቂ ንፅህና እዩ። እቲ ሰላሳን እቲ ሰላሳን ኣርባዕተን ፐርሰንት ድማ ናይ ዝተፈላለዩ ዓይነት ማዕድናት ዚንክ፣ ብረታ ብረት ሓዊሶም ዝሰርሕዎ እዮም ማለት እዩ። ቀፂልና ንሪኦ ብጣዕሚ ተፈታዊ ዓይነት ወርቂ በዓል ዓሰርተ ሸሞንተ ካራት ኢና ባይዘወይ ዓሰርተ

ኪሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዓሰርተ ሸሞንተ ሽሕን ሸሞንተ ሚእትን ሰማንያን ሽዱሽተን ቅርሽን እናተሸየጠ ዊዒሉ ኣሎ ማለት እዩ። ቀጺልና ንሪኦ በዓል ዒስራ ካራት እዩ ክኸውን። በዓል ዒስራ ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ዕስራን ሽዱሽተን ነጥቢ ዕስራን ሸሞንተን ሳንቲም ዶላር ክሽየጥ ከሎ ብ ናይ ኢትዮጵያ ገንዘብ ከዓኒ ብ ዓሰርተ ትሽዓተ ሽሕን ሸሞንተ ሚእትን ሱሳን ሸሞንትን ቅርሽን ክሽየጥ ዊዒለ ኣሎ ማለት እዩ። ቀጺልና ንሪኦ ብጣዕሚ ተፈታዊ ዓይነት ወርቂ ጠንካራ ለስላሳ ናብ ድሌትኩም ዓይነት ሕብሪ ዝቅየር ዓይነት ወርቂ ብናይ ኢትዮጵያ ብኢትዮጵያ ደረጃ ኢሉ እውን ብናይ ውጭ ዓለማት ብጣዕሚ ተፈታዊ ዓይነት ወርቂ እዩ። ዒስራን ሓደን ካራት ዒስራን ሓደን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሳላሳን ክልተን ነጥቢ ሓምሳን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ብዒስራ ሽሕን ሸሞንተ ሚእትን ሰማንያን ክሽየጥ ዊዒሉ ኣሎ ንብለኩም ክብራት ኣሕዋተይ ቀጺልና ንሪኦ በዓል ዕስራን ክልተን ካራት እዩ ክኸውን በዓል ዕስራን ክልተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብሚእትን ሰላሳን ሸሞንተን ነጥቢ ሰማንያን ሸውዓትን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዕስራን ሓደን ሽሕን ሸሞንተ ሚእትን ሰማንያን ሽዱሽተን እዩ ክሽየጥ ውዒሉ ዘሎ ማለት እዩ ደቂ ዓቢትዋይ ማዓረይ ኣብ መወዳእታ ንሪኦ በዓል ዕስራን ሰለስተን ካራት እዩ ዕስራን ሰለስተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብሚእትን ኣርባዓን ሓሙሽተን ነጥቢ ዓሰርተ ሸሞንተ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብዕስራን ክልተን ሽሕን ሸሞንተ ሚእትን ኣርባዓን ሸውዓተን እዩ ክሽየጥ ውዒሉ ዘሎ ቀጺልና ንሪኦ በዓል ዕስራን ኣርባዕተን ካራት ወይ ከዓ በዓል ሓደ ውቅዒት። በዓል ዕስራን ኣርባዕተን ካራት ብናይ ኢትዮጵያ ብሄራዊ ባንኪ ዝወፀ ዋጋ ናይ ሓንቲ ግራም ወርቂ ብናይ ኣሜሪካ ዶላር ብ ሚእትን ሓምሳን ሓደን ነጥቢ ሓምሳን ሓሙሽተን ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ብ ዕስራን ሰለስተን ሽሕን ሸሞንተ ሚእትን ኣርባዓን ክሽየጥ ውዒሉ ኣሎ። ሚያዝያ ዕስራን ሓደን ወይ ከዓ ኣፕሪል ዕስራን ትሽዓተን ማለት እዩ። ናይ ሎማዓንቲ ዋጋ ወርቂ ከምዚ ይመስል ነይሩ። ብዛዕባ ወርቂ ሓሳብ ሪኢቶ ዘለኩም ኣብ ኮሜንት ጸሓፉልና። እስካዕ ቪድዮ ፍጻመ ንዝተከታተልኩምኒ ካብ ልቢ እናመስገንኩ እየ። ላይክ ሸር ሰብስክራይብ ምግባር ድማ ከይትርስዑ። ብጣዕሚ ኢና ንፈትወኩምን ነክብረኩምን። ሰሰናዩ ደቂ ዓበይቲ ወይ ማዓረይ ባይ ባይ።